ሰላም ሰላም ኣብ ውሽጥን ኣብ ወጻን ኮንኩም መደብና መደፊዮርና ንምክትታል ተቐሪብኩም ዘለኹም ፍትዋት ተኸታተልቲ መደፊዮርና ከመይ ቀኒኹም ጽቡቕ ሎሚ እምበኣር ዒድ እዩ ብምኽንያት እዚ ክቡር በዓል እዚ ከኣ ዝተፈላለዩ ትሕዝቶታት ኢና ሒዝናልኩም ቀሪብና ዘለና ናይ ብሓቂ በዚ ፍሉይ ምኽንያት እዚ ፊዮርና የተዘናግዕም ዘሎትም ትሕዝቶታት

ንሕጂ ካብ ቀጺልና እንታይ ኢና ቀሪብናሎም ዘለና? ጽቡቕ እምበኣር ሕጂ ሓደ ዕላል ምስ ሓንቲ ሃብሮም ተመሃሪት ኢና ኣዳሊና ዘለና። እዛ ተመሃሪት እዚኣ ሳራ ሱልጣን ትበሃል። ሳራ ሱልጣን ኣብ ምንታይ እዩ ክእለታ ወይ ኣብ ምንታይ እዩ መንፍዓታ እንድሕሪ ኢልና መጀመርያ መጀመርያ ኣብ ኣካደምያዊ ውጽኢታ ብጣዕሚ ብልጽቲ ተመሃሪት ኮይና ኩሉ ግዜ ካብቶም ቀዳሞት ንብሎም እያ ትርከብ ማለት እዩ። ካብኡ ውን ኣብ ንባብ ብጣዕሚ ትነጥፍ እያ ንባብ ብጣዕሚ ትፈቱ ተምሃሪት እያ ዘንበበቶም መጻሕፍቲ ማእለያ የብሎምን ካብኡ ከኣኒ ካብቲ ንባብ ዝወጸ ማለት እዩ ናይ ስነ ጽሑፍ ናይ ግጥሚ ምጽሓፍ ገለመለ ክእለት ኣለዋ ነዚ መወሰኽታ ከኣኒ ናይ ቅብኣ ናይ ስእሊ ክእለት ኣለዋ ኮታስ ኩልንሕና ከይንብሎ ፌርና ምስኣ ኣብ ገዛኣ ከይዳ ሓደ ዕላል ኣዳልያትና ኣላ ነዚኣ ኢና ክንከታተል እወ ሓቅኻ ኣለኻ እዚ ዕላል እዚ እኮ ኣቐድም ኣቢልና ኣዳሊናዮ እኳ ተነበርና ግን ኣብቲ ስሩዕ መደብና ከይነምጾ በቒቕናዮ ኣብዚ ክቡር በዓል እዚ ከነምጾ ኢልና ክሳዕ ሕጂ ጸኒሕና ኔርና ንሕጂ ቀሪብናዮ ዘለና ቀዳማይ ክፋሉ ጥራሕ እዩ ምኽንያቱ እቲ ጌርናዮ ዘለና ዕላል ኣዝዩ ነዊሕ ሰዝኾነ ሕጂ ቀዳማይ ክፋሉ ጥራሕ ኢና ክንካታተል ካልኣይ ክፋሉ ከኣ ኣብ ዝመጽእ መደብና እዩ ክኸውን እምበኣር ነባዶ ክነብሎ ጽቡቕ እምበኣር ፍትዋት ተኻታተልቲ መደብ ፌርና ሕጂ ዕላል ምስ ሃብሮም ተማሃሪት

ብዙሕ ነገር ብዛዕባኺ ሰሚዐ ኣለኹ ብጣዕሚ ንፍዕቲ ቆልዓ ምዃንኪ ሰሚዐ ተሓቢረ እየ መፅየ ንገዛኹም ሕጂ ምሳኺ ከዕልል ፍቓደኛ ትኺ
ናነይ ነእቶ ኣብ ገዛ ኮይና ዋው ገዛኹም ከዓ ክሽክር ቴንክ ዩ
ኦኬ ሳራ ሓፍተይ ሎማዓንቲ ብዛዕባኺ ብዙሕ ነገር ሰሚዐ ብጣዕሚ ንፍዕቲ ተምሃሪት እያ ገለ ኢሎምኒ ገዛኹም ተሓቢረ እየ መፅየ ዘለኹ ብዙሕ ክእለት ከም ትኽእሊ እውን ፈሊጠ ኣለኹ በቲ በቲ ክእለትኪ ኩሉ እትገብርዮ ነገራት ከተርእኒ ኣብኡ ከለኹ ከዓ ንኩላቶም ኣብ ውሽጥና ወፃእን ዘለዉ ተኸታተልቲ መደብ ፍዮሪና ኣብነታዊት ተምሃሪት ክትኮኒ ትኽእሊ ኢኺ ኢለ ስለ ዝሓሰብኩ መሓዛኺ ክኸውን እየ መፅየ ዘለኹ ከመይ ፈቃደኛ ዲኺ? በቃ ሓራይ መጀመርታ ምስ ነፍሲ ክላልይና ሳራ ስልጣን እየ ድበሃል ዕድሜ ዓሰርተ እዩ ሓምሻይ ክፍሊ እየ ድመሃር ኣብ ቤት ትምህርቲ ገንፎሎ

ፔሬድ ኢና ንምሃር ኦኬ ኦኬ ሸውዓተ ሳብጀክትስ ማለት እዩ ኣብ ትምህርትና ሰዓት ሸውዓተ ከይድና ሰዓት ሰለስተ ኢና ንፍደስ ኦኬ ኣዎ እቲ ናይ ምሳሕ ግዜ ገለ ከዳ ኣብኡ ኢና ንምሳሕ ኣብኡ ን- ተመሲሕና ስናክ እውን ኣብኡ ኢና ንበልዕ ኦኬ ብጣዕሚ ጽቡቕ እሞ ከመይ እቲ ትምህርትኸ እወ ጽቡቕ እዩ ማራ ብጽ- ብዙሕ ደ ስነቀ ሕጂ ከምቲ ዝበልኩኺ ዝተፈላለዩ ሳብጀክትስ ኢና ንመሃር ማለት ከምዚ ሂስትሪ፣ ጆግራፊ፣ ሳይንስ፣ ማትስ፣ ኢንግሊሽ፣ ትግርኛ፣ ዓረቢክ ዝተፈላለዩ ነገራት PE ኣክቲቪቲስ ውን ንገብር ኢና። እቲ ትምህርቲ ማራ ጽቡቕ ዩ ብኹሉ ሳብጀክትስ ኣነ ከኣ ፈትወዮ። ግን ሳሪ
ከምዚ ጆግራፊ ሂስትሪ ገለ ክንመሃር ንምሃር ኢና ክትብልኒ ጸኒሕኪ እዚ ጆግራፊ ሂስትሪስ ንሕና ሕጂ ኣብ ሃይስኩል ኢና ንምሃሮ።

ስለዚ ናቶም ናይ ሂስትሪ ብጣዕሚ እየ ዝፈትዋ ጂኦግራፊ ከዓኒ ፖልዩሽን ነካይድ ኣለና ንሕና ንሕና ሰባት ንዚ ዓለም ከምዚ ዋተር ፖልዩሽን ኤር ፖልዩሽን ግራውንድ ፖልዩሽን እናገበርና ነባላሸዋ ስለ ዘለና ሕጂ ከመይ ጌርና ክንጥንቀቐሉ ኣለና ክንከናኸኖ ዘለና ንመሃር ማለት እዩ ካልእ እውን

ክንካላኸሎ ሰብ ምስ ጻዓርኩ ነይረ ሕጂ ናይ ዋተር ፖሉሽን ሕጂ እዘን ጃልባ ኦይል ሒዘን ክኸዳ ከለዋ ምናልባት ስፒል ዝገብርኦ ናብቲ እቲ ዋተር ሸ ፖልዩ ትኸውን እቶም ኣብኡ ዘለዉ ሳዕርን ኣብኡ ዘለዉ ዓሳን እንስሳታትን ክሞቱ ይኽእሉ ስለዚ እዚ ናይ ዋተር ፖሉሽን ከዓ ብገለ መንገዲ ጌርካ ወይ ከምዘ ንተን ጃልባ ብካልእ መንገዲ ጌርካ ክተብለን ምስ ጻዓርኩ ኔረ ናይ ቶም ካልእት ፖሊሽን ውን ከምኡ ብጣዕሚ ንፍዕቲ ኣበይ መወስኽቲ ትኾኒ ኣርት ዲዛይን ውን ንመሃር ናይልክኒ

ስእል ተማሂረ ስለ ዝነበርኩ ከምዚ ኣብ ትምህርቲ መጺኤ ክስእል ኣይጸገመንን ሽዑ በቃ እቲ ቲቸር ዝሰኣሎሲ ክስእልሲ ኣይጸገመንን ብኸመይ ትፈትዋ እታ ኣርቴሚስ ከመይ ጽቡቕቲ ስእሊ ዶ ስእልኪ ከተርእይኒ ኢኺ ሓራይ ዶ ኣሎ ስክሪን

ንጸጋም ስለ ዝሰኣለ ውን ኣሎ። ንሃብ ጸጋም እሺ እስኪ ያ ክሊዳ ክሽኩሪ ክትስእሊ ብጣዕሚ ፅቡቅ እዚ ናይ ሳትረቢ ምሽ ናይ ትምህርቲ ኦኬ

ኣብ ካልኣይ ካብታ የርዋን ዝነበረት ቆብተይ ብርትዕ ትብል ናብ ያ። ምስጋና ብርትዕ ኸይድ ብጣዕሚ ጽቡቕ ኣበይ ቦታ ኾንካ ምስኣል ገለ ትፈትዊ ኣነ ኣብ ሩም ናተይ ብሻሉ እሞ ከምዚ እ፣ ኣብቲ ሸልፍ ናተይ ኮይኑ ነገር እንታይ ዝመጸልኪ ወላስ እ፣ ከምዚ ዶ ክስእል ገለ ኢልክ ትሓቲ ወይ እም፣ ዝመጸለይ እም። ወይ ከዓ ኣብ ገዛ ንምጆ ስእሊ ኣሎ እዎ ገለ ኣብ መንደቕ ገለ ትገብሮ እህ። ንዕኡ ክደግሞ ከኣ ከለኹ
ካብዚኣተን ትፈትውየን ስእሊ እስኪ ርእይኒ
ወላ ካብዚኣ ኣረ
ደስ ትብለኪ እታ ዝፈትዋ ኣላ እንዶ ከምዚ ዝተገዲሰ ገለ ዝሰኣልኩ እያ ኦኬ
ዋው እዚኣ

ካብቲ ኢንግሊሽ ስኩል ካብቲ ኢንግሊሽ ቡክስ ካብ ወሲድና ስለ ነንብብ ብዙሕ ግዜ ናይ ኢንግሊሽ እየ ደብል ኣቲ ትግርኛ ውን ንስኺ ከ ናይ ገዛኹም ገለ እወ ናይ ገዛና ውን ኣለና ሕጂ ናይ ትግርኛ ኣለኒ ኣብዘና ውን ነሀለ ሕጂ ናይ ትግርኛ የንብብ እየ

እምበኣርከስ ፍቱዋት ተኸታተልቲ መደብ ፌርና ካብዛ ትሕዝቶ ተመሊስናኩም ኣለና። ካብዛ ዕላል ብዙሕ ተማሂርና ኣለና። ሳራ ሓፍተይ እሞ ክስኺ እያ ክትዛረብ ጸኒሓ። እወ ሳራ ዘበልናኹም ኢና።
ነዛ ትሕዝቶ ከመይ ከተስተማቕርያ ጸኒሕኪ? እወ ሳራ ናይ ብሓቂ ኣዝያ ንፍዕቲ ተመሃሪት እያ። ልዕሊ ኩሉሲ ንባብሲ ናይ ኩሉ መሰረት እዩ። ንምንታይ ከምኡ ኢልኪ እንድሕር ኢልካኒ፣ ኣዘራርባኣ ከም ዘስተብሃልኩላ ክትዛረብ ከላሲ ከምዚ በቃ ምስ ሓደ ዓቢ ሰብ ምሁር ሰብ ገለ ተዕልል ደለኻ ከምኡ ኮይኑ እዩ ዝስማዓካ ምክንያቱ እዚ ከኣ ካብ ምንታይ ዝተላዕለ እዩ እንድሕር ኢልና ካብ ብዝሒ መጽሓፍቲ ምንባብ ዝተላዕለ ካብኡ ዘጥረየቶ እዩ ስለዚ ሳራ ናይ ብሓቂ ኣዝያ ንፍዕቲ ተማሃሪት እያ ካባኺ ብዙሕ ነገር ኢና ተማሂርና ቀጽልዮ ክንብለኪ ንደሊ ተኻታተልትና ውን ብዙሕ ነገር ተማሂሮም ክኾኑ ተስፋ ገብር። ሓቅኺ ሳሪ ናይ ብሓቂ ሳራ ሱልጣን ከምዚ እንድሕር ቀጺላ ኣብ ዓቢ ደረጃ ኣብ ላዕለዋይ ደረጃ ከም ትበጽሕ ርግጸኛታት ኢና በዚ ኣጋጣሚ እዚ ውን ኩላትና መደፊርና ሰናይ ምንዮትና ክንገልጸልኪ ንደሊ ማለት እዩ። እሞ ሳራ ንዓኺ ንስድራቤትኪ ንመምሃራንኪ መሓዙትኪ ደጊምና ደጋጊምና ርሑስ ዒድ ኣልፈጥር ክኾነልኪ እንዳተመነና ቀጽልዮ ኣብ ጎንኺ ኣለና ከኣ ክንብለኪ ንፈቱ።

ስትዋት ተኸታተልቲ መደፊርና ካብዚ ቀጺልና ቀሪብናልኩም ዘለና ትሕዝቶ ዕላል እያ ክትከውን ቅድሚ ናብቲ ዕላል ምዃንና ግን ዲኖ ሓንቲ ሕቶ ሓተካ እየ ኣብዚ ወርሓት እዚሲ ስም ናይ ኤርትራስ ኣብ ዓለም ምሉእሲ ክለዓል እዩ ቀንዩ ብምንታይ ይመስለካ? እዚ ደኣ ፍሉጥ እንድዩ ዓለም ብዓለማ እኮ ክትዛረበሉ ዝቀነየትሲ ንሕና ባዕልና ኤርትራውያን ዘይንፈልጦ ዘይከውን ነገር እዩ ብቅድድም ብሽክለታ እዩ። እወ እሞ ሕጂ ቀሪብናዮ ዘለና ዕላልና ምስ ደቂ ኣንስትዮ ተቐዳደምቲ ብሽክሌታ እዩ ክኸውን። እዚ ዝገበርናሉ ምኽንያት ከኣኒ ደቂ ተባዕትዮ እንድሕር ሪኢናዮም ካብ ቀደም ካብ ግዜ ጥልያን ኣትሒዞም ውድድር እንዳገበሩ ብዙሕ ታሪኽ ዘመዝገቡ ጌና እውን ሕጂ እውን ታሪኽ ዝሰርሑ ዘለዉ እዮም። ደቂ ኣንስትዮ ግን ቅድሚ ናጽነት ይጽቀጣ ስለዝነበራ ነዚ ነገር እዚ ክገብራ ኣይክእላን እየን ነይረን። ተኾነ ግን ድሕሪ ናጽነት እንዳተዋዳደራ ብዙሕ ታሪኽ እየን ሰኒደን ዘለዋ። ብዋዛ ዋዛ ንትምህርቲ ዝኸዳለን ዝነበራ ብሽክሌታ ገለን ንመምጽእ ዝሓሰበኦ ብዋዛ ዋዛ ናብ ውድድር እሞ ኣትዋ። መጀመርታ ብትምህርቲ ደረጃ፣ ብድሕሪኡ ብዞባ፣ ብሃገር ደረጃ ከምኡ ከኣ ኣብ ኣህጉር ብናይ ዓለም ለኻዊ እንዳተዋዳደራ ኣዝዩ ታሪኽ ዝኾነ ብዙሕ ዋንጫታትን መዳልያታትን ብዝዓተራ እየን። ነዚ ሪኣያ ግዲ ከኣ ፊዮሪና ምስቶም ሕጂ ናይ ሕጂ መጻኢ ቻምፕዮናት እያ ዕላል ኣካይዳ ኣዳልያትልና ዘላ።

ሰላም ሰላም ከመይ ቀኒኹም ፍትዋ ተኸታተልቲ መደ ፊዮሪና ርሑስ በዓል ዒድ ኣልፈጥር ክኾነና እንዳተመነና ከምተን ሳራን ዴቭን ዝበልዎ ንፉዓትን ብሉጻትን ተቐዳደምቲ ሳይክልና ሒዝናልክን ቀሪብና ኣለና ከምኡውን ንመግለጺ እውን ኣዲኮርሶ ቀሪብና ኣለና እሞ ምዘናጋይትና ዝተፈላለዩ ዕላላት ክህልወና እዩ ምስጋና ሓፍተይ ኮፍ ኢላ ጥዕምቲ ቡን ከተስትየና እያ ኣነ ከዓ ነዘናጋይትና ሌፍ እንዳ ኣበልኩ ጥዑማት ዕላላት ከነዕልል ኢና እሞ ምስጋና ሓፍተይ ኣብታ ናይ ቦታ ቡን ክኾንክስ ኮፍ ኢልኪ ተተቐብልናይ ነዘን ኣጋይሽና ከ ጽቡቕ ኔረይ ሕራይ ኣነ ከዓ ነዘን ኣጋይሽና ከዓኒ ክቕበለን እየ ዘን ኣጋይሽና ካብ ጋንታ ዓራግን ጽንዓትን እየን ክኾና እሞ ናብ መድረኽ ከእተወን እየ እምበኣር ፍቱዋት ተኸታተልቲ መደብ ፊዮሪና ኣጋይሸይ ከምቲ ትርእይወን ዘለኹም ሸዃኺረን መርዓውቲ መሲለን እየን መጺኤን ዘለዋ ካብቲ ዝለመድናየን ቀጥ ዝበለት ዳኮር ሶማልያ ወጺኤንሲ ከም ነዚ በዓል እዚ ንምኽባር ንምምዕራግ ድማ ከምዚ መሲለን መጺኤን ኣለዋ ዝተፈላለየ ዕላላት ክህልወና እዩ ቅድሚኡ ግን ካብ ጋንታ ዓራግን ጽንዓትን እየን መጺኤን ዘለዋ ጋንታ ዓራግ መን ምዃና ንኽላለየና ኣቦ ወንበር ጋንታ ዓራት ኣቶ ተኸስተ ኣቶ ጎይትኦም ተኸስተ ናብ መድረኽ ብኽብሪ ክዕድሞ እየ። እንኳዕ ደሓን መጻኻ። በዓል ጸናሕካ መጀመርታ ንተዓዘብትና ሽም ከተላለየልና ኣቶ ጎይትኦም ተኸስተ እበሃል ኣቦ መንበር ጋንታ ትካል ዓራት። ሕራይ ኣይተ ጎይትኦም፣ ብዛዕባ ጋንታ ዓራግ፣ ጋንታ ዓራግ መን እያ ገለ ክተላልየና? ኣራንሺ፣ የቐንየለይ መደብ ፍዮና። ጋንታ ዓራግ ዝቖመትሉ ዓመተ ምህረት ዜሮ ሓደ ዜሮ ሓደ ክልተ ሽሕን ዓሰርተ ኣርባዕተን። ጋንታ ዓራግ ክትምስረት ከላ ንዕቤት ቅድድም ብሽክለታ ደቂ ኣንስትዮ ዞባናን ሃገርናን ንምዕባይ ካብኡ ሓሊፉ ንሃገርን ንሃገርን ወኪለን ዝጻወታ ስፖርተኛታት ንምፍራይ ዝዓለመ ኮይኑ ብምርድዳእ ኣመሓዳሪ ዞባ ማእከል ዝነበረ ኣቶ ካሕሳይ ገብሪሂወት፣ ኮሚሽን ስፖርት ዞባ ማእከል ኣቶ እንድርያስ ኣስመሮምን ፈደረሽን ቅድድም ብሽክለታ ዞባ ማእከል ኣካያዲ ስራሕ ኣቶ ትካል ዓርዳክ ብዝተኻየደ ስምምዕ ብዕለት ሓደ ወርሓ ክልተ ሽሕን ዓሰርተ ኣርባዕተን ብሽዱሽተ ተቐዳደምቲ ሓደ ኣሰልጣኒን ሓሙሽተ ኮሚቴን ተመስሪታ። ድሕሪ'ዚ ስሩዕ ልምምድ ኣብ ሰሙን ሓሙሽተ ግዜ ይወጻ። ካብዚ ሰለስተ ግዜ ልምምድ ብናይ ትካል መኪና ክልተ ግዜ ብናይ ውልቂ ልምምድ ይወጻ። ካብዚ ዝተታሕዛሉ ዕለት ጀሚረን ከኣ ውድድር ብዘይ ምቁራጽ ክልተ ግዜ ሻምፕዮና ዞባ ማእከል፣ ክልተ ግዜ ዘዋሪት ዋንጫ ዞባ ማእከል፣ ሓደ ግዜ ዕውቲ ዋንጫ መዓልቲ ናጽነት፣ ክልተ ግዜ ዕውቲ መዓልቲ ደቂ ኣንስትዮ ሸሞንተ መጋቢት፣ ክልተ ግዜ ከኣ ዕውቲ ናይ መዓልቲ ሰማእታት ዕስራ ሰነ ከምኡ'ውን ናይ መኽፈትን ናይ መዳለውን ናይ ዝነበረ ጸወታታት ብውልቅን ብጋንታን ተዓዊተናሉ። ብሃገራዊ ቅድድም ብሽግለታ ኤርትራ ዝተገብረ ሻምፕዮና ኤርትራ ክልተ ሽሕን ዓሰርተ ሓሙሽተን ዕውታት ተቐዳደምቲ ጋንታ ዓራግ ኮይነን ካብ ሓደ ስጋብ ሰለስተ ኣብ ክሮኖሜተር ይኹን ኣብ ናይ ጽርግያ ተዓዊተን። ብሃገራዊት ጋንታ ኣብ ዝገሻሉ እዋን ውን ዝበዝሓ ተቐዳደምቲ ናይ ጋንታ ዓራግ እየን። እዚ ማለት ካብ ሽዱሽተ ተቐዳደምቲ ኣርባዕተ ናይ ጋንታ ዓራ ተቐዳደምቲ እየን። ኣብ ውጽኢት እንተመጺእና ኣብ ክልተ ሽሕን ዓሰርተ ሓሙሽተን ኣብ ኮንጎ ብራዛቪል ዝነበረ ኦል ኣፍሪቃን ገይም ብናይ ውልቂ ክሮን ሜተር ወርቂ ኣብ ዘምጽኣሉ እዋን ሞሳና ደበሳይ ተቐዳዳሚት ጋንታ ዓራ ከም ዝነበረት ዝዝከር እዩ። ከምኡ እውን ናይ ስልጠና መደባት ሰለስተ ተቐዳደምቲ ንዝለዓለ ስልጠና ንደቡብ ኣፍሪቃ ከም ዝሰደድና ዝዝከር እዩ። ኣብ ውሽጢ ክልተ ዓመት ዝተፈላለየ ዓወታት ብደረጃ ሃገር ዘምፀኦ ወርቂን ዝወሰድኦ ናይ ደገ ስልጠናታትን እታ ጋንታ ካብ ዝነኣሰ ክሳብ ዝዓበየ ስለዝቐረበ ኣብ ሓፂር ግዜ ዝኹሉ ዓወታት መፂኡ። ከምኡ እውን ኣብ ናይ ማውንቴን ባይክ ተቐዳደምቲ ነፍሪና። ኣብ መጨረሽታ ከኣ ንኣሰልጣኒ ትካል ዓራግ ንዝኹሉ ዝገበሮ ወፃኢታት ነመስግኖ። ንወፃኢታት ዝምልከት ክገልፆ እንድሕር ኮይነ ኣብ ዝሓፀረ እዋን ናይ ብሽግለታ ለውጥታት ክንገብረለን ኢና ከምኡ እውን ንቱታ ማልያ ገለ ዝምልከት ኩሉ ምግበን ናይ ደሞዝ ናይ ተቐዳደምቲ ዝምልከት ኣብ ዓመት ስጋዕ ፍርቂ ሚልዮን ወፃኢታት ይግበረለን ማለት እዩ ኣብ መጨረሽታ ንክቡር ኣመሓዳሪ ትካል ዓራግ የመስግን ንኮሚቴ ከምኡ እውን ከይተሓለለ ዝሰርሕ ኣሰልጣኒ መድሃኔ ከመስግኖ ይፈቱ ዓወት ንሓፋሽ የቀንየለይ እሺ ንሕና እውን ነመስግነካ ግን ቅድሚ ምኻድካ ሓንቲ ሕቶ ሓተከ ሓራይቲ። እ፣ ዓራግ ትርጉማ እንታይ እዩ ዓራግ እ፣ ካብ ሜዳ ዝመፀት እንድያ ኣብ ሜዳ ታሪኻዊ ክስታይ ዝነበረ እዩ እ፣ እቲ ቦታ ኣብዚ ከዓ ንቅድም እታ ትካል ዓራግ ቅድሚያ እ፣ ዞባ ማእከል እያ ብዞባ ማእከል እዩ ዝመሓደር ነይሩ ሕጂ እታ ካብ ናይ ሜዳ ዝመጸ ሽም እዩ ማለት እዩ። ኦኬ ሕረሽ የቕንየልና ኣዚና ነመስግን። ፍቱዋት ተኻታተልቲ መደብ ፍዮሪና ኣቦ ወንበር ጋንታ ዓራ ከም ዝራእኹሞ ዝተፍላለየ መግለጺ እዩ ሂብና ካብዚ ቀጺልና ከኣኒ ኣሰልጣኒኤን ናይዘን ተቐዳደምቲ ማለት እዩ መምህር መድሃኔ መጺኡ ብዛዕባ እዚ ጋንታታት ካብ ቤቤት ትምህርቲ መጺኤን ከመይ ኔሩ እቲ ኣመጻጽኣን ኩሉ ክዕለና ኢዩ ብክብሪ ናብ መድረክ ንዕድሞ። ኣራይሺ መጀመርታ እንኳዕ ብደሓን መጻኻ እንኳዕ ደሓን ጸናኹም ርሑስ በዓል ዒድ ርሑስ በዓል ዒድ ብዛዕባ እዘን ጋንታታት ገለ ኢልካ ክትዛረበና ኣመጻጽእን እዋ ነዚ ዕድል ዝሃብኩምኒ ቅድም ኣመስግን ብጣዕሚ ኣመስግን ርሑስ በዓል ክትገብረልና ከዓ እምነ ብምቕፃል ጋንታ ቅድም ጋንታ ፅንዓት ብ ኣብ ክልተ ሽሕን ዓሰርተ ሸሞንተን እያ ተመስሪታ። ጋንታ ፅንዓት ናይ ውልቂ ጋንታ እያ፣ ብውልቀ እትካየድ ጋንታ እያ። ኣብዚ ሕጂ እዋን ከኣ ተካእቲ ተቓዳደምቲ እንዳፍረየት ፍረኣ ኣብ ምሕፋስ ዘላ እያ። እዛ ጋንታ እዚኣ ደቂ ኣንስትዮን ደቂ ተባዕትዮን ሒዛ ንከባቢ ሰላሳን ሽዱሽተን ዝኾኑ ተቓዳደምቲ ሒዛ ኣላ። ኣብዚ እዋን እዚ ብ ውልቀ እዮም ዝካየዱ። ካብዞም ተቓዳደምቲ እዚኦም ድሮ ኣብዚ ሕጂ እዋን ሓደ ተቓዳማይ ፕሮፈሽናል ጌርና ኣብ ዓዲ ጥልያን ኣሎ ክለብ ዳይመንሽን ዳታ ካብዘን ንሪኤን ዘለና እውን ተካእቲ ክኾና እውን ኣብ ዝደሓለፈ ውድድር ናይ ኣብ ግብፂ ዝነበረ እውን ሰለስተ ወዳት ክልተ ኣዋልድ ኣብ መገሻ ኣብቂዕና ኣለና ማለት እዩ ኣብዚ እዋን እዚ ፍሪኣ ምሕፋስ ዘላ ናይ ብሓቂ ተካእቲ ተቓደምቲ ኣብ ብምልእን ጋንታታት ከኣኒ ልዕሊ ደርዘን ዝኾኑ ተቓደምቲ ኣብ ነፍሰ ወከፍ ጋንታ ዘለዋ እያ ኣብ ቴለበ ኣብ ሰምበል ኣብ ደንደን ኣብ ካልኦትን ኣብ ስቤኮ ዘለዋ እያ እዚ ከዓ ስፖርት ኢደ ኢድካ ኢድካ ስለ ዝካየድ ናይ መንግስቲ ጥራይ ግደ ስለ ዘይኮነ ኢና ንሰርሓሉ ዘለና እዚ ከዓ እንቅፅሎ ኢና ካልእ ጋንታ ዓራግ እውን ኣብዚ እታ ድገደመት ጋንታ ናይ ዞባ ማእከል እያ ዝገደመት ጋንታ ናይ ዞባ ማእከል ኣርኣያ ጥራይ ዘይኮነት ከኣ ንሃገራት ጋንታ ኣዝየን ውጽኢታውያን ዝኾና ተቐዳደምቲ ኣብ ምፍራይ ትርከብ ደላ እያ። እዛ ጋንታ እዚኣ ከኣ በቲ ትካል ዘይተሓለለ ጻዕሪ እዩ ዝካየደላ። ንደቆም ገዲፎም ዝገብሩ ሰባት እዮም ዘለዉ ኣብቲ ትካል። ብፍላይ ከኣ ኣካያዲ ስራሕ ጋንታ ኣራግ ኣቶ ኮንታንቲኖስ ነጋሽ ነዘን ቆልዑ እዚኤን ዘይገብረለን ነገር የብሉን ካብ ካብታ ደቂቕ እስካ እታ ላዕበይቲ ትገብረለን እዘን ቆልዑ እዚኤን ከኣ ንሎ ድሮ እቲ ዝነበረቶ ኣካይዳ ቀጺላስ ኣብዚ ዝሓለፈ ናይ ሃገራት ጋንታ ከባቢ ሓሙሽተ ተቓዋደምቲ ካብታ ናይ ሃገራት ጋንታ ደቐማት ኣብ ሓሙሽተ ተቓዋደምቲ ናይ ጋንታ ዓራግ እየን ነይረን እቲ ፍሉይ ነገር ዝገብሮ ናይ ጋንታ ዓራግን ናይ ጽንዓትን ጌና ተምሃሮ ኢና ጌና ኣብ ጋንታ ዓራግ እውን ድገሸት ሮምና ጉዕሽ እውን ተምሃሪት እያ ተሻዓይ ክፍሊ ከላ ኪድና ኢና ወሲድና ኢና ኣብቲ መገሻ እዚ ከኣ ኣርኣያ ነተን ካልኦት ተምሃሮ እዩ ኣብ ጋንታ ጽንዓት እውን ገሊኤን ፕራይስ ዊነር ተማሃሮ ኣለዋና ገሊኤን ኣዝየን ንፉዓት ተማሃሮ ኣለዋና እዚ ከኣ ኣርኣያ ንካልኦት ተምሃሮ ንምዃን ኢለ ኣነ ብዓቢኡ ካብ ቤት ትምህርቲ ስለ ዘለኹ ማለት እዩ። ሕረሽ የቐንየልና ፍትዋት ተኸታተልቲ መደብ ፍዮሪና መምህር መድሃኔ ናብ ቦትኡ ኣፋኒና ዕላልና ክንቅጽል ኢና ድሕሪ እዛ ሓጻር መሰጋገሪት ክምለሰኩም እየ። ፍቱዋት ተኻታተልቲ መደብ ፍዮሪና ሕጂ ድማ ብቐጥታ ናብ ዕላልና ኢና ክንከይድ ቅድሚኡ ግን እንኳዕ ብደሓን መጻኽን ርሑስ በዓል ይግበረልና ሕራይ እምበኣር ኣብዚ ቀረባ ግዜ ልምምድ እንዳ ገበራ ከለዋ ዝተሰውኣ ክልተ ኣሕዋትና ኣለዋ ምእንቲ ሃገር ኢለን ልምምድ እንዳ ገበራ ማለት እዩ ደሴት ኪዳነን ከምኡውን ቤትኤል ፍጹም ብርሃን ንዐኣን ንምዝካር ናይ ሕልና ዝኽሪ ክንገብረለን ንሓደ ደቒቕ ዝኾን ሓፍ ንበል ሰማእታትና ንዘክር

ሕራይ ደጊመ ሕጂ ከኣ ርሑስ በዓል ክብለክን እፈቱ። መጀመ ተቐዳደምቲ ብሽክለታ ኢኽን፣ ሰብ ከኣ ድይብ ኢሉ ሳይክል ኣይክእላን እዩ። ንስኽን ከ መጀመርታ ሳይክል ደይብክናላ ዝነበረ ኩነታት ከመይ ነይሩ? ንኣብነት ሕጂ ኣነ ብሽክለታ ኣብ ካልኣይ ሳልሳይ ከለኹ እየ ደይበ፣ ግን ከኣ ደይበ ከኣ ስቕ ኢለ ድይብ ስለ ዝበልኩ ከኣ ወዲቐ ተላሕጺጸ ኢደይ ገለ ማለት እዩ። ግን ሽዑ ቀስ በብቐስ ከኣ እንዳለመድኩዋ መጼ። ሕጂ ንስኻትክን ከ ኣጀማምራኽን ከመይ ነይሩ? ብኣኽን ጅምሊዶ።
ኣብ ግሬድ ቱ ማስ ንእሽተይ ከለኹ እያ ንሳይ ተተላሚደያ ሰብ እናመፀ ጎረባብቲ ወይ ኣቕሽቲ ገለ እናመፁ ሰርቀያ እንዳሃደምኩ ሽዑ ፅቡቅ ኣይመነኩዋ ነይረ ማለት እዩ ካብኡ ወደሞይ ፅቡቅ ገይሩ እንዳላማመደኒ እንዳላማመደኒ ገለ ፅቡቅ ገይረ ክኢለያ ማለት እዩ ኣብ ግሬድ ስሪ ገለ ማለት እዩ ማሲስ ቀልጢፈ እየ ሳይ ክመልከያ ካብኡ ተፃወት ኩዕሾ እየ ነይረ ኣብ 2010

እንዳቦልኩ ብኮምየ ኢለ ሚድያ ሽዑ ከምዚ ኮንፊደንት ኮንካ ከተብል ኣይትክእልን ኢካ ትወድቅ ገለ ግን ደይ ትርስዓኒ ብቆልዓና እንከለና ምስ ዶሱ ማለት እዩ ክልቴና ማለት ናኣሹ እንከለና ወላ ሳይክል ወና ጎራቤታ ደይ ትክእለን ከለ ማራ ኮንፊደንት ደሱ ተጎራቤትና ከይድና ብሜን ሮድ እዩ ኣብኡ ወዲቕና ካብ ኣንዳሓር ሳይክል ትበሃል ተሰቒለ ይፈልጥኒ ማሲ ኣብስ ናይ ሳይ ኣብ ናይ ኩዕሾ ሽዑ ዝያዳ ታሽሙ ኮርሶ ወላ ሓንቲ ሓሳብ ኣይነበረን ክጅምር ወላ ሳክት ከም ድፍረት ደስ ስለ ስለኒ እየ ደብላ ነይረ ኣብ ከባቢ ሽዱሽተ ዓመት ገለ ኸውን ኩዕሾ እየ ተፃዊተ ክሳብ ቴንዝ ማለት እዩ ካብኡ ከዓኒ ሳይክል ከዓኒ ብደፊእ ናይ ዶሲ ማለት እዩ ጀሚረ ካብኡ ግን ደሓን እዩ ምሳኻ ትውዕል ተኮይና ዝያዳ ኮንፊደንት ኮንካ ከተብላ ከዓ ይሓይሽ ምውዳቕሲ ዮ ኣይወዳክ ወዲቕኪ ነርኪ ኦኬ ኣብ ቅድሽ ኣብ ቅድድም ብሽክለታ ክትኣተዋ ከለኽን ዝደፋፍኣክን ሰብ መን ነይሩ ወይ መን ጸሊክን ብኣ ክትጅምር ፌቡ ኦኬ ኣነ እኮ ቀንዲ ዝጸለወትኒ ዝያዳ ምሳይ መተዓቢተይ ሓፍተይ መሓዛይ ደሱ ማለት እዩ ደሴት ኪዳነ ምሳይ ጎረቤተይ ስለ ዝነበረት ዝያዳ ብናታ ድፍኢት እየ ኣነ ናብ ኮርሶ ዓለም ኣትየ ማለት ዝበዝሐ ሂወተይ ኣነ ኣብ ኩዕሾ እየ ነይረ ወላ ሓንቲ ሳይክል ክጅምር ኢለ ሓሳብ ወይ ድሌት እውን ኣይነበረኒ መጀመርትኡ ማለት እዩ ሳይክል ከምዚ ኢልኪ ጀምሪ ገይላ ዝያዳ ኩሉ ደልየና ዕጥቂ ካብ ዝዓበየ ክሳብ ዝነኣሰ ክሳብ ዝሰዓብ ብማንስ ብሂወት ነበረትሉ ኩሉ ሲያ ገይራትለይ ብኡ ከዓ ምስ ኣብ ጋንታ በሪኽ ጀሚረ ማለት እዩ ካብኡ ቀፂለ ጋንታ ጎዳይፍ ኣብኡ ከዓ ምስኣ ከዓኒ ኣብ 2019 ወርሒ ሽዱሽተ ድማኒ ኣብ ጋንታ ዓራ ከኣ ምስኣ ምንሳ ኣትየ ማለት እዩ። ክሳብ ሰዓት እዚ ካብ ጋንታ ዓራ ጋሎም ዝያዳ ቀንዲ ድፍኢት ናይ ኣብቲ ስፖርት ጽቂጠ ክሰርሕ ኣብ ናይ ሳይክል ድሓገዘትኒ ዶሱ እያ። ደሴት በዓል። ደሴት ኪዳነ። መጀመርታ ፌምሊ ኣይድግፍዎን እዮም ነይሮም እታ ንክጅምር ኢለ ስኒ ወላ ኣብቲ መጀመርታ ሳይክል ዝላመደሉ ዝነበርኩ እቲ ምውዳእ ገለ ካልእ ስለ ዝፈርሕዎ ዝነበሩ ብዙሕ ኣይድግፍዎን እዮም ነይሮም ገዛና ካብኡ ብምቕጻል ኣብ ናይ ኮሮና ግዜ ወክ ንገብረሉ ዝነበርና ምስ ባባ ወንሲ ብሳይክል እና ወክ ንገብር ነርና ሕጂ ኣነ ሽዑ ኣብቲ ናይ ጀነራል ዳውዶ እዳለወሉ ነበርኩ እዋኒ ተስዓይ ክፍሊ ምስ ኣተኹ ግድን ኮርሳ ክጅምር እብሎ ነይረ ባባ ግን ብዙሕ ኣበሎ ስለ ዘይነበረ ድሓን ሽዑ ንረኣ እብለኒ ነይሩ ካብኡ ሞት ናይ ደሴት ምስ ኣጋጠመ ኣይፈራሕክዎን ሽዑ ማሲ እቲ ብዙሕ ዓወታት ናታ ድሕሪ ሞታ ኣብ ፌስቡክ ኣብቲ መራኸቢ ብዙሓን ክዝርጋሕ ምስ ጀመረ ብልቢ ኮርሶ ስም ሪኮ ራሕ ድየ ኣብ ኮርሶ ድሕሪ ሞት ናይ ደሴት ማርሲ ተካኢታ ክኸውን ኣለኒ ኢለ ግን ገዛና ክሳብ ሽዑ ብዙሕ ኣይደገፍዎን ነይሮም ብሕቡእ ናይ ቤት ትምህርቲ ተመዝጊበ ማለት እዩ ገዛና ክሳብ ሽዑ ይፈልጡን እዮም ነይሮም ተመዝጊበ ኤግዛም ናይ ኣርባዓ ወዲና ናይ ፈርስት ሚስተር ኤግዛም ካብኡ ናብ መዳ ከይደ ነጊረዮ መዝጊብኒ ክሳብ ሽዑ ግን ፋሚልና ኣይፈልጡን እዮም ነይሮም እታ ድሮ ምሸት ንናይ ጽባሒቱ ንናይ ቤት ትምህርቲ ውድድር ዝነበረታ ንማማ ነጊራ ምክንያቱ ባባ ከም ዘየፍቅደለይ ይፈልጥ እየ ማማ ግን ኦሬዲ ኣብቲ ናይ ስፖርት ዓለም ትሳተፍ ነበረት ኮርሶ እኳ ተዘይኮነስ ኩዕሶ እግሪ ጉያ ገለ ትፈታትን ስለ ዝነበረት ሕራይ ከም ትብለኒ ፈሊጠ ንማማ ነጊራ ማማ ግን ድሓር ሽዑ እንታይ ገይራ ኣነ ኣቦኺ ስለ ዝኣበይኪ ኣይድግፋን ኢላትኒ በቃ ኢለ ደሓር ሽዑ እንታይ ገይረ ኩሉ ነገርሲ ብጸሎት እዩ ዝሰምር ስለ ንብል ኣብ ክሽነ ከይደ በይነይ ዳበኸኹ ኣትደይ ማርያም ኣደይ ሓግዝኒ ገለ ኢለ ብጣዕሚ በኺ ከም ስርዓት በኸየ እንዳበኸኹ ናብ ባባ ከይደ እንታይ ኮንክ ብለኒ ሕጂ ሕንቕንቕ ኢለ በቲ ሰሓቕ ሞሊቐኒ እቲ ብኽያተይ ኣሲቐኒ በቲ ከኣ እቲ ፍቕሪ ትኹን ናይቲ ኮርሶ ፍቕሪ ስለ ዘሎ ክነግሮ ደልየ ደሓር ሽዑ ኣነስ ከምዚ ኢለ ናይ ኮርሶ ተመዝጊበ ኣለኹሞ ጽባሕ ውድድር ኣለና ኢለዮ ኣይደገፋን መቸስ ኣይትኸድን ኢኻ ገለ ኢልኒ ምንኣሰይ ሓወይ ኣሎ ኣታ ባባ በጃኻ ምሽ ትፈትወና ኢኻ ገለ እንዳበለ ናይ ቆልዓ ነገር መቸስ ብዙሕ ለሚንዎ ካብኡ ደሓን እዚኣ ስለ እንታይ ኢለዮ ካብ ቤት ትምህርቱ ዲስኳሊፋይ ክብሉኒ እዮም ኢሉ ንዓ እንታይ ኢለዮ እዩ ኣትሊስት ቁሩብ ሕራይ ክብለኒ ዝኽእል ኢለ ካብ ቤት ትምህርቲ ከይሰጉኒ ምስ በልኩዎ ኪድ እሞ ተወዳደር እዚኣ ኢልኒ ደሓር ሽዑ ብድሕሪኣ ግን ኣይተቐጽልያን ኢኻ ኢሉኒ። ነታ ሽዑ ሕራይ ንኽብለኒ ኣብ መጀመርታ ነታ ናይ ቤት ትምህርቲ ከወዳድር ከለኹ ክጅምር ከብል ሽዑ ወዲቐ ወዲቐ ኣይርእየንን እዩ ደሎ ኢለ ግን ሰባት ነጊሮም ከም ዝወደቕኩ ኣብ መጀመርታ ክኮ ዝወደቕክስ እንታይ ክተድምዒ ኢሉኒ። ወላ ሓንቲ ኣይሓዝክዋን እታ ዘረባ። ብድሕሪኡ ሽዑ። እታ ናይ ቤት ትምህርቲ ንሰለስተ ግዜ ቀጺላ እታ ጸወታ ብድሕሪኡ ግን ማማ ደፋፊኣትለይ ንባባ ንሱ እውን ኣብዚ ሕጂ እዋን ኮይኑ ኣብዚ ሕጂ ስኒ ከም ናተይ ፋን ኮይኑስ ኣብተን ውድድር ነበራና ንባዕሉ ኣብዚ ስለ ዘይነበረ ሞባይል ለለወለ ከመይ ኣላ ኢለ ሓትለይ ነይሩ ልዕሊ ማማታት ድግፎ ነበርሲ ልዕሊ ኣሲ ሕጂ ደጊፉ ኣጆኺ ኢለ የተባብዓኒ ብዓብዩ ንብዓሮምና ገለ ስለ ዝረኣየ
መጀመርታ ግን ኣዴኻ ደፋፊኣትኪ ማለት ናብዚ ክንክትኣትዊ ፍትዋት ተኸታተልቲ መደብ ፊዮሪና ቀዳማይ ክፋል ናይዘን ምዘን ንፉዓት ተቐዳደምቲ ብሽክለታ ኣብዚ ወዲእና ኣለና ኣብ ዝመፅእ ሰሙን ካልኣይ ክፋል ክንከታተል ኢና ሎሚ ግን ኣብ ዝኣኽለና ሰላም ባርከስ ፍትዋት ተኸታተልቲ መደብ ፊዮሪና ኣዝዩ መሳጢ ዕላል ኢና ክንከታተል ፀኒሕና ካብዚ ዕላል እዚ ብዙሕ ተማሂርና ምዃንና ርግፀኛታት ኢና እንተኾነ ግን ሕጂ መደብና ኣብ ምዝዛሙ እዩ እሞ ቅድሚ መደብና ምውዳእና ዮሃና ክንብሎም ዝደለና ኣሎ መጀመርታ ነዚ ተኸዲናዮ ዘለና ክዳን ከምዚ ጌርና ክንምዕረግ ዝገበሩና ኤትጂ ፋሽን ከነመስግኖም ንደሊ ከምኡ እውን ነዚ ቦታ እዚ ንሰኣለሉ ዘለና ከም ድላይና ክንሰኣለሉ ዘፍቀዱልና ኣፍሪካን ቪዥን በዚ ገጣሚ እዚ ከነመስግኖም ንደሊ ርሑስ ዒድ ኣልፈጥር ክኾነሎም ከዓ ንኹሎም ንምነ ብሓፈሻ ድማ ንሙሉእ ህዝቢ ኤርትራ ኣብ ውሽጥን ኣብ ወፃኢ ሃገርን ዘሎ እንኳዕ ኣብዚ ብቅዓና ክንብል ንደሊ ብፍላይ ድማ ንሓይልታት ምክልኻል ኤርትራ ርሑስ ዒድ ኣልፈጥር ንብል ማለት እዩ። በሉ ፍቱዋት ተኻታተልቲ መደብ-ፍዮና ንሎሚ ብምኽንያት እዚ ክቡር በዓል እዚ ኣዳሊናዮ ነበርና ትሕዝቶታት እዚ ክትካታተልዎ ዝጸናሕኩም እዩ ነይሩ። ኣብ ዝመጽእ ትሕዝቶታትና በቲ ስሩዕ መደብና ኢና ክንመጽእ። ክሳዕ ሽዑ ግን ደጊምና ደጋጊምና ርሑስ ዒድ ኣልፈጥር እንዳበልና